መቸም ስዒብና ንቐረባ ከኣ እታ ገዳሲት ብዝሕ ሰብ ዝከታተላ ነዛ ቻነል እዚኣ ብዛዕባ ካናዳ እንድዩ ቀንዲ ከኣ እዚ ጋቨርንመንት ኦፍ ካናዳ ሬይዝስ ዘ ሚኒማም ዌጅ ሚኒማም ዌጅ ክንውስኸሉ ኢና ይብሉ ኣለዉ እዚ ቀጥታ ካብቲ ናይ ጋቨርንመንት ኦፍ ካናዳ ዝወፅእ ዌብሳይት ካናዳ ዳት ሲኤ ዝወፀ ኣገዳሲ ሓበሬታታት ክኸውን ከሎ በዚ ዌብሳይት እዚኦም ዝሕብሩ እቲ ቁኑዕ ዝበሃል በዚ ዌብሳይት ዝወፅእ ስለዚ ሎሚ እቲ መንግስቲ ካናዳ ዘውፅኦ ኣናውንስመንት ማለት እዩ ካብ ኤፕሪል ሓደ ማለት ካብ ወርሒ ኣርባዕተ ጀሚሩ ዕለት ሓደ 226 እቲ ፌደራል ሚኒማም ዌጅ ዝበሃል ናብ 18 15 ሳንቲምን ንሓደ ሰዓት ክኸውን እዩ ሰላም ክቡራት ተኸታተልቲ እንቋዕ ብድሓና መደብና መጻኹም ከም ስሪዎ ዘለኹም እዚ ፕራይም ሚኒስተር ናይ ካናዳ ማር ካርኒ እዩ ኣብ ዝሓለፈ ክልተ መዓልታት እቲ ኣብ ኣሜሪካ ዘጋጠመ ሓደጋ ኣብ ላጓርዲያ ኤርፖርት ክልተ ካናዳዋን ፓይለት ሂወቶም ከም ዝሓለፈ ተሓቢሩ ነይሩ። ፕራይም ሚኒስተር ማርክ ካርኒ ብዛዕባ እዚ ሓዘኑ ገሊጹ ነይሩ። ቀንዲ ኣዘራቢ ናብ ካትዕን ኣርእስቲ ኮይኑ ዘሎ ግን ንሱ ይኮነን። እቲ ጸገም ኮይኑ ዘሎ ብሰዓት እዚ ዋና ፈጻሚ ስራሕ ናይቲ ኣየር ዝኾነ ማይክል ሩሶ ዝተባህለ ብዛዕባ እቲ ሓደጋ ነፋሪት ዘመሓላለፎ ሓበሬታ ነይሩ። ንሱ ከዓ ናይ ኮንዶለንስስ ወይ ድማ ናይ ጽንዓት ይሃብኩም ዝሃቡ ሓበሬታ እዩ። እቲ ሓበሬታ ግን ብእንግሊዝኛ ቋንቋ ተጠቂሙ ተዛሪብዎ። ብእንግሊዝኛ ዝተዛረበ ከዓ እቲ ናይ መርድእ ቪድዮ ዓብ ፀገም ኣውዲቑዎ ኣሎ ንዕኡ ምክንያቱ ካናዳ ማልቲሊንጓል ወይ ድማ ፍረንች ዝዛረቡ ኣለዉ በዓል ኪቤክ ማለት እዩ ሞንትሪያል ከምኡውን እንግሊዝኛ ሕጂ ክልቲ ቋንቋ ዩ ካናዳ ኦፊሻል ቋንቋ ስለዚ ዝኾነ ዓይነት ሓደጋ ኣጋጢሙ ድዩ ሓጎስ ድዩ ብክልተ ቋንቋ እዮም ዝዛረቡ እንተሰውዕልኩም ኢልኩም ኣስተውዕልኩምሎም ከዓ ኩልቶም ኩሎም እቶም ፕራይም ሚኒስትራት ዝነበሩ ቅድሚ ሕጂ ሓደ ካብቲ ሪኳየርመንት ክልቲኡ ቋንቋ ክዛረቡ ወይ ክኽእልዎን ክመልክዎን ከም ዘለዎም እዩ ኣብዚ ማርካርኒ እንታይ ዝብል ዘሎ ንምንታይ ሲ ብእንግሊሽ ጥራይ ተዛሪቡ ኢሎም ከም ስርዓት ዓብዪ ክስዮም ኣብ ልዕሊ እዩ ፈጢሮም ዘለዉ በቃ ካብቲ ሓላፍነቱ ክወርድ ከም ዘለዎ እዮም ዝዛረቡ ዘለዉ እዛ ሓፃር ቪድዮ እሞ ተኸታተልዋ Mr. Forte, uh, Mr. Gunter, uh, d'Air Canada, uh, of Air Canada, who uh, whose actions save lives.

ንኹሎም ከናዳውያን ፅንዓት ይሃብኩም ነቶም ፓይለት ከዓ ህይወት ሰብ ስለዘድሓኑ ኢሉ እዩ ተዛሪቡ ቀፂሉ ግን ኣብቲ ቪድዮ ተቃውምኡ ንማይክሩሶ ዘቕርበሉ ዘሎ ማይክሩሶ ናይቲ ኤር ካናዳ ሲኢኦ እዩ ዝኾኑ ዘሎ ቸርፐርሰን ብሓፂሩ ምምንታይ ሲ ኣብቲ 4 ደቂ ተዛረቦ ንክልተ ቃላት ጥራይ ብፈረንጅ ተዛሪቡ ንምንታይሲ ብፈረንጅ ዘይተዛረበ ልክዕ ከምቲ ካናዳስ ናይ ክልቲኡ ቋንቋ ዘለዋ እንግሊሽን ፍረንችን እዩ ንምንታይ ብእንግሊሽ ጥራይ ተዛሪቡ ስለዚ ብጣዕሚ ድሕዝን ብጣዕሚ ዲስፖይንት ኮይኑ ኣለኹ እቲ እቲ ኢንተርቪው እንተ ሰሚዕኩሞ ናይ ማይኮርሶ ኣብዚ ተኽኢለ ከቕርበልኩም እየ ግን ኣብ ተዛረቦ ንኣርባዕተ ደቂቕ ምሉእ ብእንግሊሽ ተዛሪቡ ክልተ ቃላት ጥራይ እዩ ብፍረንሽ ተዛሪቡ እቲ ዝበዝሐ ፅሑፍ ግን ብሳብታይትል ማለት ኣብ ብትርጉም ተተርጊሙስ ብታሕቲ ብፅሑፍ ኮይኑ ብፍረንሽ ተፃሒፉ በዚ ሕጂ መንግስቲ ካናዳ ብጣዕሚ ዲስፖይንትድ ኮና ኣለና ሓዚና ኣለና ምክንያቱ በቲ ዘጋጠመ ከቢድ ኩነታት በቲ ኩነታት ተደሪኹ ሲ ብናይ ኣዲኡ ቋንቋ እንግሊሽ ጥራይ ተዛሪቡ ማይኮ ሩሶ እንግሊሽ እዩ ዝዛረብ ከምዚ ኣብ ካናዳ ተስተውዒልኩም በዓል ሞንትሪያል ዝተወልዱ ሰባት ፍረንች ይዛረቡ እንግሊሽ ይዛረቡ መብዛሕትኡ ኣብ ኣልበርታ ዘለዉ ሕጂ ፍረንች ድዩ ይዛረቡ ሰባት ኣለዉ ኣለዉ ኩሉ ሰብ ይዛረብ ማለት ኣይኮነን ስለዚ ዋላ ማይክሩሶ እንግሊሽ ጥራይ ይዛረብ እንተኾነ ኣብ ሰዓት እዚ ግን በዚ ዘጋጠመ ከቢድ ኩነታት ተደሪኹ ሲ ብናይ ቋንቋ ፍረንች እውን ክዛረብ ይግብኦ ነይሩ እዩ ምክንያቱ ሩሶ ኣብ ግንቦት ሓደ ኣብ ቅድሚ ወከልቲ ህዝቢ ቀሪቡ መግለፂ ክህብ ከዓ ትፅቢት ትግበረሉ ኣሎ ኣብ ኤፕሪል ፈርስት ማለት እዩ ምክንያቱ ንምንታይ ሲ ብእንግሊሽ ተዛሪቡ እዚ ናይ ሓዘን ምልክት ብፈረንች ክዛረብ ነይርዎ ሕጂ እቲ እቶም ተዛረብቲ እዚኦም ከዓ ኣብቲ ሓደጋ ሂወቶም ስለዝሰኣኑ ክልተ መንእስያት ፓይሎታት ሓደ ማስተር ፎሬስት ይበሃል እቲ ሓደ ከዓ ሚስተር ጋንተር ዝተሰምዖ መሪር ሓዘን እዩ ዝገልፅ ዘሎ ማርካርኒ እዚ ትሪኦ ዘለኹም ሲኦ እዩ ንኦታዋ ከዓ ብሰዓት ዝፅውዕዎ ኣሎ ኦታዋ ርእሲ ከተማ ናይ ካናዳ እያ ቀሪቡ ንምንታይ ሲ ብናይ እንግሊሽ ቋንቋ ተተዛሪቡ ኣብ ካናዳ ዓብ ርእስቲ እዩ እዚ ጉዳይ እዚ ከምዚ ብቀሊ ክትሪእዎ የብልኩምን ኣብ ሰዓት እዚ እቲ ጠንቂ እቲ ሓደጋ ንምፍላጥ ማለት እዩ ካልኣይ ከዓ ንመፃኢ እዚ ሓደጋ እዚ ንኸይድገምሲ ስጉምቲ ምውሳድ እዮም ዝዛረቡ ዘለዎ ካልኣይ ኣብ ፀቂጡ ተዛረበሉ ብዛዕባ ክልተ ቋንቋታት ኣብ ካናዳ ድሕሪ ሕጂ ዝኾነ ዓይነት ከምዚ ከጋጥም ከሎ እቶም ኣብ ሓላፍነት ዘለዉ ብክልቲ ቋንቋ ክጥቀሙ ከም ዘለዎም ንስኹም እውን ብዛዕባ ካናዳ ክትፈልጦ ዘለኩም ወግዓዊ ቋንቋ ካናዳ እንግሊዝን ፍረንችን እዩ እንግሊዝኛን ፈረንሰኛን ማለት እዩ እቲ ሓበን ምዃና ብዛዕባ ፍረንች ቋንቋ ሲ ንካናዳውያን ከም ዘሕብኖም ኢኻ ቀፂሉ ገሊፁ ስለዚ ብሓደ ቋንቋ ምዝራቡ ድንጋፀ ዝገለፆ ዝጎደሎ ምዃኑ እዩ ተዛሪቡ ብዓፂሩ እታ ካልኣይቲ ዜና ከምፃልኩም ዶ ዘለኹ ከዓ

ካናዳ እቲ ናይ ኔቶ ክልተ ፐርሰንት ውፅኢት ንምክልኻል ሸቶ ወቒዓ ኣላ ዝሓለፈ ቀዳማይ ሚኒስተር ማርካርኒ ነዚ ሓድሽ ምዕራፍ ንምክልኻል ካናዳ ግድን እቲ 2 ፐርሰንት ክመልእዎ ወይ ከተግብርዎ ምዃኖም ተዛሪቡ ነይሩ ኣብ ሰዓት እዚ ከዓ ናይ 6 ቢልዮን ዶላር ውፅኢት ዶላር ኣውፅኦም ከም ዘለዉ ነዚ ዓውዲ ምክልኻልን ድሕነትን ከም ዝወፍር ድማ ኣፍሊጡ ኣሎ እዚ ድማ ኣብ ታሪኽ ናይ ካናዳ ኣብ ሓጽር ግዜ ዝተገብረ ዓቢ ዕብየት ምዃኑን ውጽኢት ምዃኑን እዩ ዝዛረብ ዘሎ ኔቶ እውን ካናዳ ነቲ ሸቶ ከም ዘብቅዐት ወይ ከም ዝወቕዐት ኣረጋጊጹሉ ኣሎ ይኹን እምበር እዚ ኪዳን ማለት ኣሊያንስ ካብ ዝመጽእ ዓሰርተ ዓመታት ሸቶ ናብ ሓሙሽተ ፐርሰንት ክውስኽ ይሓስቡ ከም ዘለዉ እዩ ዝዛረብ ኣብ ተደጋጋሚ ካብ ዶናልድ ትራምፕ ትራ ሰሚዕኩምዎ ካናዳ

Carney got here after a flurry of spending announcements, including a more than $300 million project. ኦኬ ብዛዕባ እዚ ፕሮጀክት እዚ ንዛረብ እ፣ መጀመርታ እዚ ዝገብሮ ዘሎ ብሰንኪ ፖለቲካዊ ፀቕጥ ምዃኑ እዮም ዝዛረቡ ዘለዉ መብዛሕትኦም ክሪቲክስ ከዓ ነዚ እተቃወሞም ዝገልፁ ዘለዉ ንምንታይ ሲ ካብ ዶናልድ ትራምፕ ተቃውሞ ምስ መፁ ጥራይ ነዚ ባጀት እዚ የተግብሮ ኣሎ ንምንታይ ቅድሚ ዘይተገብረ ሕጂ እዚ ስጉምቲ ዝወፅ ዘሎ ካብቶም ከም ዶናልድ ትራምፕ ዝኣበሉ መሻርክቲ ሃገራት ዝቐረበ ሓያል ፀቕጢ ስለ ዝኾነ እዩ ዶናልድ ትራምፕ ንኔቶ ካብ ናይ ወረቐት ነቢ ወይ ፔፐር ታይገር ክብል ክገልጾ እዩ ጸኒሑ ነይሩ ኣብ ካናዳ ዘሎ ተቃውሞ ድማ ንመንግስቲ እዚ ሸቶ እዚ ቅድሚ ክልተ ዓመት ክወቕዑ ነይሩ እዮም ዝብሉ ዘለዉ ሕጂ ዝግበር ዘሎ ግን ብሰንኪ ጸቕቲ ናይ ዋይት ሃውስ ምዃኑ እዩ እዚ ተቃዋማይ ዝዛረብ ዘሎ ዶናልድ ትራምፕ ከዓ መቸም ዶናልድ ትራምፕ ነዛ ካናዳ እዚኣ ከም ድላ እዩ ጠዋብያ ዘሎ ብዙሓት ሓደሽቲ ጠበንጃታት ንምዕዳግ ልዕሊ 300 ሚሊዮን ዶላር መዲባ እያ ዘላ ካናዳ ከምኡውን ደሞዝ ወተሃደራትን ንፅጋናን ከምኡ ንመሰረት ንልምዓት እውን ተወሲኹ ከም ዘሎ እዮም ዝዛረቡ ዘለዉ ይኹን እምበር እቲ መንግስቲ ብዛዕባ ኣጠቃቀማ እዚ ቢልዮናት ዶላራት ግን ዝርዝር መግለፂ ክህብ ምዃኑ እዮም ዝዛረቡ ዘለዉ ክሳብ ሕጂ ከዓ ኣይሃበን ኣሎ ጀስ ባጀት ግን ተሰሪዑ ከም ዘሎ ዛረቡ ኣለዉ መንግስቲ ከዓ ነዚ ውፅኢት ከም ሓደ ዓብዪ ዕድል እዩ ዝሪኦ ዘሎ ዕላምኡ ድማ ኣብ ውሽጢ ሃገር ማለት ኣብ ውሽጢ ካናዳ ናይ ምክልኻል ኢንዱስትሪ ምህናፅ እዩ ካብ ኣሜሪካ ዘሎ ናይ ፅግዕተኛ ኮንካ ናይ መኻይን ናይ ኣሽሓት ናይ ስራሓት ዕድላት ምፍጣር እዩ ኣብ ካናዳ ስ ናይ ስራሕ ዕድላት ምፍጣር በዚ ወፂ ዘሎ ባጀት ማለት እዩ እዚ ግን ካብ ካልኦት ዓውድታት ናይ ቢልዮና ዶላራት ናይ ምንካይ ባጀት ወይ ባጀት ስፔንዲንግ ካት ከም ዘስዕብ ይፍለጥ ኣሎ ንኣብነት ዝኾነ ገንዘብ ናብ ናብ ናይ ኔቶ ክዝርግሑ ከሎ ወይ ናይ ዲፈንስ ንምክልኻል ናይዚ ሃገር እዚኣ እቲ ገንዘብ ካብ ሰማይ ኣይኮነን ዝመፅእ ወይ ካብ ብስቕሎም ኣይኮኑን ክስልዕዎ ካብ ገለ ክስሕብዎ ኣለዎም ገለገለ ቤኔፊታት ክጎድል እዩ ማለት እዩ መቐፀልታ ናይ እዚ ንሕብሮ ዘለና ዜና እዚ ትሪእዎ ዘለኹም ናይ ሞኒተባ ፕሪምየር ዋብ ኒወር እዩ ዝበሃል ኣብዚ ሰዓት እዚ ከዓ እንታይ ይገብር ኣሎ እዚ ናይ ጂኤስቲ ታክስ ኣብ መግቢ ዘሎ ክንኣለ ኢና ይብል ኣሎ እቲ ሓሳብ እዚ ኣብዚ ቀረባ እዋን ክሳብ ዝተኣቶ ግን እቲ ኣይድያ እንታይ ታክስ ሪሙቭ ምግባር እዛ ሓፃር ቪድዮ ሞ ንከታተላ ስዒበት መግለፂ ክበኩም እየ

እቲ ሓሳብ እቲ ከዓ ካብ ወርሒ ሸውዓተ ጀሚርካ ሳመር ከዓ እትኸሎ እቲ ትገብሮ ግሮሰሪ ኣብ ሞኒተባ እንተ ተቐመጥ ኮንካ ታክስ ነፃ ብፍላይ እቲ መግቢ ማለት እዩ ጂኤስቲ ኣይክህልዎን እዩ በትሪ በቲ ካልእ ትረፍ ዋላ ሚእቲ ዶላር እንተቆጠብኩም ሲ ይሕግዘኩም ይኸውን እዩ ዝብል ስነ ሓሳብ እዩ ዘለዎ እቲ ባጀት ሰሊዖሞ ዘለዎ ኣፕሩቭ ክኸውን ኣለዎ ባይ ብኩሎም እቶም ኣባላት ግን ባቲ ኣውጽኦሞ ዘለዎ ባጀት ታክስ ንምእላይ እዩ ኣይ ሆፕ ኣብ መላእ እታ ሃገር እዚ ሃገር እዚኣ ተዝኸውን እዚ ነገር እዚ ፐርከብ ሰዓት እዚ ግሮሰር ብጣዕሚ ሃይ ዘሎ ናይ ጋስ ፕራይስ ብጣዕሚ ሃይ ዘሎ ሶ ኮታ ቁርብ እውን እንተሓገዘስ ይጠቅም እዩ ዝብል ኣተሓሳስባ እዮም እዚ ኣይዲያ እዚ ዘውፅዎ ዘሎ ዋብ ኒወር ማለት እዩ ናይ ሞኒቶባ ፕሪምየር ቀፂሎም ኣዳልያ ዘለኹ ከዓ ሲቢሲ ማለት ካናዳ ብሮድካስቲንግ ሰርቪስ እቲ ሓደጋ ነቶም ክልተ ካናዳውያን ዘጋጠመሲ ከመይ ነይሩ እሞ ከዓ ንሰብ ንህዝቢ ሲ እቲ ሓደጋ ከመይ ኣጋጢሙ ንምርዳእ ዘውፅዎ ኣሎ እቲ ብሬክ ዳውን ማለት ከመይ ነይሩ እቲ ሓደጋ እታ ቪድዮ ከሪኦኩም እየ መታን ኣሕፅር ኣቢለ ከዓ እቲ መግለፂ ክበኩም እየ ግን ርዱ እዩ ቪድዮ ሪኢኹም ሲሚሌተር እዩ እቶም ክልተ ፓይለት ሲ እንታይ ምረኣዩ ነይሮም

ሃንደበት ትመፆም ኣላ ማለት እዩ ስለዚ ሲ ጠጠው ክብሉ ከማንሲ ብጣዕሚ ከቢድ እዩ ነይሩ እንተኾነ ግን ነታ ኣየር ብቕፅበት ስለ ተቋፃፀርዋ ኣይተ ንየማን ኣይጠወይዋ ንፀጋም ኣይጠወይዋ ተጠይዋ ነይሮም ኣንኮራ እታ ኣየር ኮንትሮል ምስ ሓትት እሞ ኮምፕሊትሊ እዚ ኩሉ ሰብ ምመተ ግን ትኺሎም ቁፅፅር ገይሮም ፍሬኖ ስለ ዝሓዙ እቲ ሰብ ብሂወት ክወፅእ ክኢሉ እሱ እዮም ዘርእዩ ዘለዉ እሱ ሓፃ ቪድዮ ተኸታተልዋ

ብሓጺሩስ እቲ ሓደጋስ ብጣዕሚ ብጣዕሚ ሕማቕ ኩነታት ነይሩ ሓደ ምስቲ ዝናብ ስለ ዝነበረ ጥልቁይ ስለ ዝነበረ እቲ መሬት ካልኣይ ከዓ ብዝተኻእሎም ሲ ነታ ኣየር ቋፀርዋ ነይሮም ዋላ ፍሬኖ ተዝሕዙ ነይሮም ሒዞም እንዲዮም ግን ካብ ዓቕሞም ላዕሊ ክሕዝዎስ ኣይክእሉን እዮም ፍሬኖ ክትረግጾ ኢኻ ኪኑ ግን ሓንቲ ትገብር ኣይትኽእልን ኢኻ እቲ ዝገብርዎ ዝኽእሉስ ብዓቕሞም ገይሮም እዮም ግን መዓልቶም ስለ ዝኣኸለት እያ እዛ ሓደጋ እዚኣ ተጋጥም ደላ በቃ እምበር ገይሮም እዮም ብዓቕሞም ፈቲኖም እዮም ዳስዋይ ከዓ እቲ ህዝቢ ብድሓን ብሂወት ወፂኡ እዩ ዝብለና ዘሎ መቸም ስዒብና ንቐረባ ከዓ እታ ገዳሲት ብዝሕ ሰብ ዝከታተላ ነዛ ቻነል እዚኣ ብዛዕባ ካናዳ እንድዩ ቀንዱ ከዓ እዚ ጋቨርንመንት ኦፍ ካናዳ ሬይዝስ ዘ ሚኒማም ዌጅ ሚኒማም ዌጅ ክንውስኸሉ ኢና ይብሉ ኣለዉ እዚ ቀጥታ ካብቲ ናይ ጋቨርንመንት ኦፍ ካናዳ ዝወፅእ ዌብሳይት ካናዳ ዳት ሲኤ ዝወፀ ኣገዳሲ ሓበሬታታት ክኸውን ከሎ በዚ ዌብሳይት እዚኦም ዝሕብሩ እቲ ቁኑዕ ዝበሃል በዚ ዌብሳይት እዩ ዝወፅእ ስለዚ ሎሚ እቲ መንግስቲ ካናዳ ዘውፅኦ ኣናውንስመንት ማለት እዩ ካብ ኤፕሪል ሓደ ማለት ካብ ወርሒ ኣርባዕተ ጀሚሩ ዕለት ሓደ ክልተ ሸን ዕስራን ሽዱሽተን እቲ ፈደራል ሚኒማም ዌጅ ዝበሃል ናብ ዓሰርተ ሸሞንተን ዓሰርተ ሓሙሽተ ሳንቲምን ንሓደ ሰዓት ክኸውን እዩ እዚ ከዓ ብጠቕላላ እቲ ናይ ቶታል ዕስራን ሓደን ፐርሰንት ኢንክሪዝ ወሲኹ ከም ደሎ እቲ ባጅ እቲ ናይ ሚኒማም ዌጅ ካብ ውሳኽ ካብ ዝጅምርሉ ሳብ ሰዓት እዚ 21 ፐርሰንት ወሲኹ ኣሎ ካብ 221 እንድሕር ደኣ ተበጊስና ክንሪኦ ኮና እዚ ዝገብርዎ ዘለዉ ብሓጺሩ ኣብ ካናዳ ዘሎ ዝቕባበ ንዕኡ ንምብዳህ እዩ። ዓሰርተ ሸሞንተ ንሰዓት ይገብርዎ ኣለዉ። ኣደኖ ማዕረ ክንደይ እዚ ኣብ ህይወት ክቕይር ይኽእል 18 ንሰዓት ሲ ንዓመት ስቲል ትሕቲ 30 ማተማቲካል እስከ ንዛረብ ፉል ታይም ትሰርሕ ኣለኻ 18 ሰዓት ትኸፍሉካ ተለዉ 18 15 ሳንቲምን 4 ሰዓታት ኣብ ሰሙን ኣሎ ኣብ ዓመት ከዓ 52 ሰሙናት ኣሎ ማለት እዩ ዓሰርተ ሸሞንተ ንሰዓት በርባዓ እንድሕር ኣርቢሕካዮ ንሰሙን ሸውዓተ ሚእትን ዕስራን ዶላር ትቕበል ኣለኻ ሸውዓተ ሚእቲ ዕስራን ዶላር ንሰሙን ብሓምሳን ክልተን ሰሙናት እንተ ኣራቢሕካያ ሰላሳን ሸውዓተን ኣርባዓን ሚእትን ኣርባዓን ዶላር ንዓመት ትኾን ኣሎ እዚ ሕጂ ግን ቅድሚ ታክስ እዩ ናይ ታክስ ከዓ ሓደ ሽዱሽተ ሽሕ እሞእለ እዩ ሰላሳን ሓደን ሰላሳን ክልተን ሽሕ ጥራይ ተእቱ ኣለኻ ማለት እዩ ፈደራልን ፕሮቪንሻልን ማለት እዩ ሕጂ ናይ ፕሮቪንሻል ከናቶም ክቆርፁ እዮም በትሪ በቲ ወሲኽና ኣብ ልለው ኣብ ሂወትና ባዕሪ ክንደይ ለውጢ ከምፅኡ ሓቢርና ክንሪኦ ኢና ግን ከም ዝገበርዎ ከፍልጠኩም ኢለ ብሰፊሑ ኣብ ቀፃሊ ዘይበርሃልኩም ነገር ተሎ ከነቕርቦ ፀገም የብሉን ንሎሚ ግን እዚ ይመስል ናይ ሎም መዓልቲ ዜናና እንቋዕ ምሳና ፀናሕኩም ላይክ ሼር ሰብስክራይብ ኣይትረስዕዎ ኣብ ዝሓለፈ ከዓ ብዛዕባ እታ ድምፃ ኳ ሓንቲ ቪድዮ ነይራ ብዛዕባ ፕሬዲክቲቭ ሂስትሪ ብትብል ማለት እዩ ኣብዚኣ ማለት እዩ እዛ ፕሬዲክቲቭ ሂስትሪ ትብል እዚኣ ምስጢር ኣሜሪካን እስራኤልን ተቃሊዑ ዝብል ዘሎ ኦፍ ፕሮክሲሚቲ ሕጂ ብዛዕባ እዛ ብዛዕባ እዛ ቪድዮ ክዛረብ ከለኹ ሲ ተደጋጋሚ ናይ ባይብል ተጠቂሙ ኣብነት ይህብ ነይሩ ሕጂ ኣብዚ ኣነ እቲ ቪድዮ ንሱ ዝበሎ ብልክዕ ከምፅኣልኩም ዝደሊ ናተይ ኣይድያ ወይ ናተይ ሓሳብ ከእቲ ኮይነ ኣነ ከም ሓሳበይ ኢለ ክዛረብ ኣለኒ ወይ ክጅምር ኣለኒ ኣብዚ ግን እቲ ንሱ ዝበሎ እሱ ዝጥቀምሉ ዝነበረ ዓይነት ኣናሊሲስ ወይ ድማ ገምጋም ብመንፅር ታሪክ ተጠቒምካ ሲ ንመፃእ እንታይ ከጋጥም ይኽእል ዝብል እዩ ሕጂ ኣብዚኣ ቪድዮ እዚኣ ተደጋጋሚ ዝፀሓፍኩምለይ ኮመንት ነይሩ ሕጂ ገለ ካብቲ ኮመንት እንታይ ክብል ደለ ኦፍኮርስ እቲ ኮመንት ናትኩም ፅቡቕ እዩ ይቕበለ እየ ቅቡል እዩ ኣብዚ ሕጂ ካብ ዝፀሓፍኩምለይ እንታይ ነይሩ መብዛሕትኹም ብዛዕባ ናይዛ ቻነል ትሕዝቶ ብዛዕባ እዚ ፍልስፍና ናይዚ ዶክተር ጃንግ ገለገሌኹም ከዓ መፅሓፍ ቅዱስ ኣንብብ መፅሓፍ ቅዱስ ትርጉሞ ትፈልጦ ኣለካ ያ ፅቡቅ ይቕበሎ እቲ ናትኩም ኦፒኒየን ወይ ርእቶ ወላ ሓንቲ ጌጋ የብሉን ጃስ እቲ ዝነበረ እቲ ንሱ ዝበሎ እየ ከቕርበልኩም ዝደለ ምክንያቱ ኣብ ደገ ምስ ብዙሓት እንደ ዘዕልል ኣነ ብዛዕባ እቲ ዘምፅኦ ቻናል ከዓ ብዛዕባ ዘምፅኦ ቪድዮታት ብዙሕ ሰብ ይዛረበኒ ከምዚ ከምዚ ሕጂ ትርኢቶ ገለገሌኹም ኣብ ኮመንት ትፅሕፉ ገለገሌኹም ከዓ ቀጥታ ይኹም ትዛረቡኒ ስለ ትረኽቡኒ ብዚ ኤድመንተን ማለት እዩ ኮይኑ ተሪፉ ግን እቲ ዝብሎ ዘሎ እያ ንክቕርቦ ፈቲነ እቲ ናተይ ርእቶ ተቆጢበ እየ እጂ እቲ ናይ ባይብል ፅቡርካ ገለፅካዮን እቲ ቻፕተር እቲ ቨርስ ከምዚ በልካዮን ምዕራፍ ክንድዜ ገለፅካዮን ያ ቢኮስ ከምኡ ኣይብልን ነይሩ ንሱ እታ ንሱ ድበላ ጥራያ ንክገልፃ ፈቲነ ብሕፅር ዝበለ እንታይ እቲ ኣይድያ እቲ ሓሳብ እንታይ ይበሃል ኣሎ ንምንታይ እዩ ከም ዝጥቀም ዘሎ ንምንታይ ከትናቱ ትንተናሲ ናብዚ ገፁ ዘምርሕ ዘሎ ንምባል እየ ኣቕሪበዮ ግን ይቕበሎ እየ እቲ ርእይቶ ክንክብለኩም ኢለ ስለዘይመለስኩልኩም ከምዚ ዝንዕቆ ኣይኮነን ብጣዕሚ እየ ዘንብቦ እቲ ርእይቶ ቴንክ ዩ ከዓ እየ ዝብለኩም በዚ ኣጋጣሚ እዚ ብዝኾነ ኣብ ቀፃሊ ክሳብ ንራኸብ ሰናይ ቅነ